ናትና ሄይር ርሑስ በዓል ፋሲካ ንኣመንቲ ክርስትና ብሩኽ ጾመ ረሞዳን ንኣመንቲ ምስልምና ክኾነልኩም ይምነ ዘመናውን ባህላውን ፍርያት ናትና ሄይር ዘተኣማምን ብቕዓትን ውሕስነትን ዝውንን እዩ ንኹሉ ፍርያት ናትና ሄይር ኣብ ካናዳን ኣሜሪካን ብኣማዞን USA ጠለባትኩም ኣቕርቡ። ኣብ ኤውሮጳ፣ እስራኤልን ኣውስትራልያን በዚ ኣብ ስክሪን ዘሎ ኣድራሻ ብቐሊሉ ክትረኽብዎ ትኽእሉ። ናትና ሄይር ርሑስ በዓል ፋሲካን ብሩኽ ጾመ ሮሞዳንን ክኾነልኩም ይምነ። ናትና ሄይር መጸበቒ ኩሉ።
ሰላም ሰላም ዝኸበርኩምን ዝኸበርክንን ኣብ መላእ ዓለም ኮንኩም ነዚ መደብ እዚ ትከታተልዎ ዘለኹም እዚ መደብ እዚ ምብፃሕ ናብ ስነ ጥበባውያን ብምክንያት በዓል ፋሲካ እዩ ዝኸውን ዘሎ ሕጂ ድማ ከምቲ ክንገብሮ ዝቐነና ናብ ሓደ ስነ ጥበባዊ
ናብ ቤት ሓደ ስነ ጥበባዊ መፅኢ ኣለና እዚ ክንገብሮ ዘለና ብተኸታታሊ ክንገብሮ ዘለና እቲ ስነ ጥበባዊ ወይ ድማ ስድራ ቤት ስነ ጥበባዊ መን ምዃኖም ኣይንነግረኩም ኢና ኣይንነግረኩም ኢና ኣብታ ገዛ ከይድና ክንሪኣ ኢና ንስኹም እውን ካባና ይተርሕቑ ደጊምና ደጋጊምና ኣብ ዘለኹሞ ሰላም ናይ ወደ ዓመት ግዜ ክገብረልኩም እዚ መደብ ድማ ካብ ህድሞና ነዋሪት ዝፍነ ዘሎ መደብ እዩ ህድሞና ናትኩም እዩ ንሕና
ክቡራት ተዓዘብትና መቸም ናብ እንዳመን ገዛ መፂና ኣለና እዚ ገዛ ባዕሉ እዩ ዝዛረብ ዘሎ ናብ ኣዚና ንፈትዎ ነኽብሮ ንናፍቆ ስነጥበበኛ ተዋሳኣይ ተላሃያይ ስውእ ሙሴ እዮብ እዩ እዚኣ ምሳና ዘላ ድማ ክብርቲ ባዓልቲ ቤቱ እያ ብምኽንያት ኣውዳኣመት እንቋዕ ኣብቃዓኪ ርሑስ ዓመት ክገብረልኪ ምስ ክልቲኤን ትፈትውየንን ንፈትወንን ደቅኺ ርሑስ በዓል ክንብላ ኢልና ኢና መጺእና ደጊምና ደጋጊምና ምስ ሙሉኣት ስድራቤታ ምስዘን ምጭዋት ደቃ ርሑስ ኣውደኣመት ንዓኣ ዝኸውን ኣውደኣመት ክኾነላ ከኣ ንምነየላ። ገነት ሓፍተይ ከምዚ ኤረና ትብሎ ዝጸንሐት እዚ ገዛ ናይ ሓውናን ናይ ሓፍትናን ገዛ እዩ ቅድሚ ሕጂ ንመጾ ኔርና ሕጂ ውን ንመጾ ኣለና። ኩላ ግዜ ፍቃድ ፈጣሪ ሰብ ነባሪ ኣይኮነን ሙሴ ሓወይ ከኣ ልዕሊ ኩሉ ሞይኡ ልዕሊ ሞይኡ ከኣ እዚ ትርእይዎ ዘለኺ ምጭዋት ቆልዑት ገዲፍልና ከይዱ ሕጂ ከኣ ብምክንያት ኣውደኣመት ኣውደኣመት ከመይ ተውዕሎ ከም ዘለኹም እንዳ ኣቶ ሙሴ ከመይ ከም ዝመስል ኢና ክንዕለኪ መጺና ንእግረ መንገድና ከኣ ካብ ህድሞና ነባሪት ኢና መጺና ህድሞና ነባሪት ከኣ ብምክንያት ኣውደኣመት ንዓኽን ንደቅኽን ንመላእ ስድራ ቤትክን ብሽም ክቡራት ተኸታተልታ ርሑስ ኣውደኣመት ክገብረልኪ ትምኒትና ክንገልጽ ንፈቱ
ደጊምና ደጋጊምና ርሑስ ኣውደኣመት ንብለኩም። እዚ መደብ እዚ ካብ ህድሞና ነባሪ ዝፍኖ እዩ። ከምቲ ትሪእዎ ዘለኹም እዚ ገዛ ናብ ኣዚና ነፍቅሮ ንፈትዎ ተላሃያይ ተዋሳኣይ መቸም ዓቢ ክሳራ ዘኽሰረና ስነጥበባዊ ስዉእ ሙሴ እዮብ ናብ ገዝኡ ናብ በዓልቲ ቤቱ ናብ ደቁ ኢና መፂና ዘለና ገነት ሓፍተይ ሎሚ ቅንያት ኣውደኣመት ኮይኑ ንሕና ከኣ ከም መሳርሕቱ ከም ኣሕዋቱ ኮይንና ንዓኺ ርሑስ ኣውደኣመት ክንብለኪ መጺና ብጽቡቕ ኣቀባብላ ስለ ዝተቐበልክና የቐንየልና ንብለኪ ንሕና እውን የቀንየለይ ኣንበር የቀንየለይ ኣኽቢርኩም ብምምጻኹም ብጣዕሚ እየ ዘመስግነኩም
እሞ ርሑስ ኣውደ ዓመት ንብለኪ ኣለና ህድሞና ነባሪት ከዓ ኣዝዩ ንእሽተይ ህያብ ማለት መንገፍ እግሪ ዝኸውን ናይ ኣውደ ዓመት ሒዝናልኪ መጺና ኣለና ርሑስ ኣውዳኣመት ይግበረልኪ ጀነት ሓፍተይ። ኣሜን ኣሜለይ ብጣዕሚ እየ ደመስግነኩም። እዚኣ ከኣ ናይ ህድሞና ስዑዲ ዘለዋ ናይ ህድሞና ነባሪት ካርተሊና እያ ናይ በዓል ትንሳኤ እዚ ከኣ ገነት ሓፍተይ እዚ ከኣ መግለፂ ሓጎስ መግለፂ ሽሻይ እንድዩ ርሑስ ኣውዳኣመት ካብ ህድሞና ነባሪት ኣብ ገዛ ስነ ጥበባዊ ሙሴና ዘለና ርሑስ ኣውዳኣመት
ህያብና እሱ ጥራይ እውን ኣይኮነን ክንዲ ብዙሕ ክትርእያ ነውድ ኣመትካ መዋዓሊት ክትከውን ንእሽተይ በጊዕ እውን ኣብዚ ኣፍ ደገ ኣቐሚጥና ኣለና ክንዲ ብዙሕ ምርኣይ እቲ ናትና ባህሊ እቲ ናትና ትሕዝቶ ግን ኣዝዩ ንኡስ እዩ በዚ ኣጋጣሚ ሰይቲ ሙሴ ማለት ሓፍቲ ኩላትና ማለት ኢኺ ኩላትና ንፈትወክን ነኽብረክን እዞም ቆልዑት ከዓ ደቂ ኩላትና ኢና ኩላትና ኣብ መላእ ዓለም ንርከብ ኣሕዋት ብፍላይ ድማ ዝተጠውዐን እዚ ንሪኦን ዘለና ዕምባባ ቆልዑ ከዓ ደቅና ምዃነን ምዝኽኻር እምበር

ብዙሓት ኣህዋት ብዛዕባ ሙሴ ተገዲፍለይ ኮይድና እኒኤለይ። ክብረት ሃብኪ ክብረት ሃብኪ ሙሴ ንኩላትና ብዝበለፀ ሓውና እዩ ብዓብዩ ካስኺ ስለ ዘለኽና እዞም ኳቱ ስለ ዘለና ሙሴ ከም ዝበልክዮ ዳርጋ ዘይሞተ እዩ ጅማር ኣውደ ኣመት ስለ ዝኾነ ይቕሬታ በውደ ኣመት ግዜ ከነዘኻኽረኪ ቁሩብ ተሰኪፍና ግን ንሕና ኣብቲ ናይ ሕቶና መፂና
ገነት ሓፍተይ እዚ ሙሴ ከም ስነጥበባዊ መጠን ዝበዝሐ ግዜ ኣውደ ኣመት ተላሃያዩ ፊልም ሰርሕ እዩ ኣብ ጉጅለ ስብሪት ተዘይተጋጌን ነዊሕ ዓመታት ምስኦም ተጠርኒፉ ይሰርሕ ነይሩ እዩ ሕጂ ኣውደ ኣመት መብዛሕትኡ ግዜ ናይ ኣውደ ኣመት መደባት ይካየድ እዩ ዝበዝሐ ግዜ ከዓኒ ኣብ ካብ ገዛ ውፅኡ ኢሉ እዩ ዝውዕል ነይሩ በይንኺ ክውዕል ከለኺ ፅምዋ ስማዕኪ ነይሩ ዶ ዝበዝሐ ግዜ ኣበይ ይሕልፎ ነይሩ? ዝበዝሕ ግዜ እኳ ዳርጋ ብዙሕ ኣይኮነን ናይ ንጎ ከይዱ ካብ ስጋ ፋርስ ዘሎ ግዜ እዩ ዝኸይድ ነይሩ ካብ ፋርስ ምሳይ እዩ ዝውዕል ነይሩ ኣበይ ጽቡቅ ስነ ጥበባዊ ሙሴ እዮብ ከም ንፈልጦ ተላሃያይ ጥራሕ ኣይኮነን

ጋልታት ኣብታ ጽሕፈት ዝነበረት ኣንጸባሪቕዋ። ብብዙሕ ንኮመንት ውን ባራኺና መደብን በዚ ኣጋጣሚ ታሲን ብጣዕሚ ዝፈትዋ ኣብ ኢንቪቴሽን እያ እታ ኢንቪቴሽን ኣብ ላዕሊ ሞባይሉ ተሰኪምዋ ምስ ኮነ ኣፈይ ድብላ ብፍላይ ኣላታ ኣቲ ኡድበኻ ከመይ ዲ ኣፈይ ንክሪኦ ከሎ ከምቲ ዝበለካ ሃኒ ሓወይ ሙሴ ተዋሳኣይ ከም ዝነበረ ኣነ እውን ኣይፈልጥ ነ ኢንቪቴሽንን ኣብ ርግቢት ነኹን ንነዊሕ ንሰለስተ ሰሙን ብሓደ ኢና ወፊርና ተጻዋታይ ሰሓቐይ ከም ዝሃኒ ክብሎ ዝጸንሐ ብዘይ ሙሴስ ኣይትማሙቕን እያ ነይራ እታ ርግቢት ኖህ ክንሰርሕ ከለና ወላ እቲ ዓቕሚ ናይ ተዋስኦ ዝነበሮ ከመይ ተሓቢኡ ነይሩ ዓብ ክሳራ ኣነ ብፍላይ ገነት ሓፍተይ ኣብ ስደት ኮንካ ኣብ ብፁው ገዛ እየ ሰሚዐ ኣነ ከምዚ ተዓፂኻ ከለኻ በይንኻ ናይ ትፈትዎ ናይ ምሳኻ ዝሰረሐ ሰብ ስነ ጥበባዊ መንእሰይ ንእስነቱ ዘይፀገበ ነገር ምስ ሰማዕኹ ንዳይ ኣብ ሂወተይ ከም ከምቲ ክርስዖ ዘይክእል እሞ ክልቲኦም ምሳይ ዝነበሩ በሰላ ገዲፍለይ ማለት እዩ ናይ ዮናስ ወዲ ኪኮ እንደ በቃ ከምዚ ምሽ ሃኒ ሓወይ ደይርስዐን ኣጋጣሚታት እየን ግን ልዕሊ ዝኾነ ነገር እግዚኣብሄር መስገን ክልተ ልዕሊ ሚልዮናት ዝኾኑ ሓድጊ ገዲፉልክሎ ሙሴ ሓውና ዓቢ መዘከርታ እዩ ገዲፉ ሕራይ ይበሃል ጋል ሓፍተይ እንታይ ክብለኪ ደልየ ሙሴ ሲ ከምቲ ኩላትና ንፈልጦ ኣብ ግዜ ስራሕ ይኩን ኣብ ዝኮነ ይኩን ናይ ሻም ዝሰትየሉ ዕለሉ ኣጋጣሚ ሰብ ምሕማይ ኣይፈቱን እዩ ምልጋጽ እዩ ዝፈቱ ኣይፈቱን እዩ ቸደ ቸደ ይብላካ ድሕር ከም ገለ ሰብ ኣልዒልካ ገለ ኣጋጣሚ ሲዲ እዩ ዝኣልያ ካብ እዝኑ ቸደ እዚኣ ባህሪ ናይ ሙሴ እያ ነይራ ተዋዛያ እዩ ብጣዕሚ ተዋዛይ ተላገጽካ መዓት ዝኮነ ዝረኣየ ኣክሽን ሸዓ ሸዓ ይደግማ

ዮሃና ትብልዮም ተብለኪ ከምኦም ከተመሓላለፊ ዝደለኻ መልእኽቲ ኣሎ? መጀመርያ ከምዚ ጌርኩም ኣኽቢርኩም ንዓይ ናብዚ ምምጻእኹም ገዛ ሓውኹም ሙሴ ከመስግነኩም ይፈቱ። መረብ ከኣ መጀመርታ እንቋዕ ደሓን መጻኺ። እንቋዕ ደሓን ጸንሕኪ ሰነተይ። ከምኡውን ኤረና ከመስግነኩም እደሊ። ኣነ ኩሉኹም ተወለ ብምልኡ ከመስግነኩም እደሊ። ካልኣይ ኣብ ውሽጥን ኣብ ደገን ዘለኹም ቴሌፎን ክሳብዛ ሕጂ ኣጆኺ እንዳበልኩ እንዳሓገዝኩ ብኣቢ ዓቕምኹም ስጋብዚ ሕጂ ነዞም ቆልዑ ተዘይ ክተብሉኒ ዝጸናሕኩም ከመስግነኩም እፈቱ የቐንየለይ ዕድመን ጥዕናን ሃብኩም ክብለኩም እደሊ ዘጥፋእኩሞ ኣምላኽ ይተክኣልኩም እዘን ቆልዑ ከኣ ገና ደቅኹም እየን ደቂ ሙሴ ማለት ደቅኹም እየን ተተይ ክተብሉ ኣጆኹ ክትብሉኒ በብዘለኹሞ ንዓኺ ዝኸውን ዓመት ናይ ጥዕና ዓመት ነዘን ደቅኺ ኣደ ደቅኺ ኮንኪ ከተዕብየን ኣብ ዝብፃሕ በፂሐን ክንሪኤን ንዓኺ ዕድመን ጥዕናን ይሃብኪ ርሑስ ኣውደ ዓመት ይግበረልኪ ኣሚን ኣሚን የቀንየለይ ብጣዕሚ እየ ደመስግነኩም ዋ ዋ ኣታ መን ኢኻ ከምዚ ጌርካ ትኾሕኩሕ

ገዛ ግን ጸቢባ ኮይንዋ እሳ ድያ። ተኣኽለኒ ተኽፍሎም ሓወይ። ኣይ
ሃገርገር ድብል ህድሞ ገዲፍክሲ ከመን ኣጽውኡ ኣብ መንቀራቕሮ ጉዳም ትርኢ። ክፍሎም ሓወይ እካ ከተጋንን።
ሕራይ ኦል እስኪ ሕራይ እስኪ ሕራይ ሕራይ ሕራይ

ደጊምና ደጋጊምና ርሑስ ኣውደኣመት ርሑስ ቅንያት ኣውደኣመት ክንብለኩም ንደሊ ዝተፈተኹምን ዝኸበርኩምን ተዓዘብትና እዚ ትርእይዎ ዘለኹም ናብ ስነጥበባውያን መጻ ኣክርና ነባሪት ዝፍኖ እዩ ደስ ዘብል ኣውደኣመት ደስ ዘብል ዓመት ሓጎስ ዘለዎ ጥዕና ሰላም ኩሉ ዘለዎ ኣውደኣመት ክኾነልና ናይ ኩላትና ድሌትን ተስፋን እዩ። ገነት ሓፍተይ ከዓ ርሑስ ኣውደኣመት ምስ ስድራ ቤትኪ ምስ ፈተውትኺ ምስ ኣሕዋትኪ እዘን ምጭዋት ደቅኺ ከምኡ እውን ነዞም መሳርሕተይ ርሑስ ኣውደኣመት ከይተባሃሃልና ውዒልና ተዓዘብትና ዕላል ገና ምቐጸልናዮ ምደጋገምናዮ ግን ካልኦት ውን ብሉጻት ሰባት ስለ ዘለውና ናብኦም ከነብለኩም ኢና የቐንየልና ርሑስ ኣውደኣመት ይግበሩ። ሰላም።